ላይክ ሸር ንትገብሩለይ ካብ ልቢ እናመስገንኩ እየ ማለት እዩ። ሰናይ ፃንሒት እንታይ ክየት ገዛየ እመፅ እንዶ ብዋጣየ እንታይ ክየት ሃመርየ በሊፍናየን ዕዘርየ

እንግዲህ ክብራት ኣሕዋተይ ተበሊፅና ተረኪብና እኔና ብመጀመርያ ንሪኦ በዓል ዓሰርተ ኣርባዕተ ካራት እዩ ክኸውን በዓል ዓሰርተ ኣርባዕተ ካራት ብሎማዓንቲ ዕለት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ንሓንቲ ግራም ወርቂ ማለት እዩ ብናይ ኢትዮጵያ ገንዘብ ብዓሰርተ ሰለስተ ሽሕን ሽዱሽተ ሚእትን እዩ ክሽየጥ ውዒሉ ዘሎ። ቀፂልና ንሪኦ በዓል ዓሰርተ ሓሙሽተ ካራት እዩ ክኸውን። በዓል ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ንሓንቲ ግራም ወርቂ ዝወፀ ዋጋ ብናይ ኣሜሪካ ዶላር ብ ተስዓን ሰለስተን ነጥቢ ሸሞንተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዓሰርተ ኣርባዕተ ሽሕን ሽዱሽተ ሚእትን ዓሰርተ ቅርሽን እዩ ክሽየጥ ውዒሉ ዘሎ ማለት እዩ። እዚ ናይቲ ወርቂ ጥረ ገንዘብ ማለት እዩ። ምንም ዓይነት ነገር ኣየካትትን። እዚ ማለት ናይ ቫት ወይ ከዓ ደረሰኝ ናይ ግብሪ ማለት እዩ። ናይ ገዛ ክራይ ናይ ሓደ ሓደ ነገር ዘየጠቓለለ ናይታ ወርቂ ጥረ ገንዘብ ብቻ እያ ካብ ብሄራዊ ባንኪ ዝግዛእ ማለት እዩ። ቀፂልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። በዓል ዓሰርተ ሽዱሽተ ካራት ብናይ ኣሜሪካ ዶላር ብሚእቲ ብሚእቲ ዶላር ብቻ ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዓሰርተ ሓሙሽተ ሽሕን ትሽዓተ ሚእትን እዩ ክሽየጥ ውዒሉ ዘሎ። ናይ ሓንቲ ግራም ወርቂ ናይታ ወርቂ ጥረ ገንዘብ ብቻ ማለት እዩ። ቀጺልና ንሪኦ በዓል ዓሰርተ ሸውዓተ ካራቲ ክኸውን በዓል ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሽዱሽተን ነጥቢ ሓምሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዓሰርተ ሽዱሽተ ሽሕን ብዓሰርተ ሽዱሽተ ሽሕን ሓሙሽተ ሚእትን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ መብዛሕትና ንፈትዎ ብጣዕሚ ቆንጆ ጠንካራ ወርቂ በዓል ዓሰርተ ሸሞንተ ካራት እዩ። ዓሰርተ ሸሞንተ ካራት ንሓንቲ ግራም ወርቂ ብናይ ኢትዮጵያ ብሄራዊ ባንኪ ማለት እዩ ብናይ ኣሜሪካ ዶላር ብምእትን ብሚእትን ዓሰርተ ክልተን ነጥቢ ሰኣን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኤትዮጵያ ገንዘብ ከዓኒ ብዓሰርተ ሸውዓተ ሽሕን ሓሙሽተ ሚእትን ሳላሳን እዩ ክሽየጥ ውዒሉ ዘሎ እዚ ናይ ዓሰርተ ሸሞንተ ካራት እዩ እና ብጣዕሚ ቆንጆ ዕዳጋ እዩ ዝኒሆ ባይዘወይ ወርቂ ሕዚ ብጣዕሚ ቆንጆ ዕዳጋ እዩ ዝኒሆ ማለት እዩ እዚ ናይቲ ወርቂ ጥረ ገንዘብ ብቻ እዩ ምንም ዓይነት ነገር ኣየካትትን ኣብ ናይ ግሊ ሱቃት ተኮንኩም ግን ናይ ሰለስተ ኣርባዕተ ሽሕ ቅርሺ ተወሳኪ ክገብርልኩም እዮም ማለት እዩ ብምቅጻል ንሪኦ በዓል ዓሰርተ ትሽዓተ ካራት እዩ ክኸውን በዓል ዓሰርተ ትሽዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ንሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተ ትሽዓተን ዜሮ ዜሮ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዓሰርተ ሸሞንተ ሽሕን ኣርባዕተ ሚእትን እዩ ክሽየጥ ዊዒሉ ዘሎ ማለት እዩ። ቀጺልና ንሪኦ በዓል ዒስራ ካራት እዩ ክኸውን። በዓል ዒስራ ካራት ብናይ ኣሜሪካ ዶላር በዓል ዒስራ ካራት ብናይ ኢትዮጵያ ብሄራዊ ባንኪ ንሓንቲ ግራም ወርቂ ብናይ ኣሜሪካ ዶላር ዘውፅኦ ዋጋ ማለት እዩ ብሚእትን ዕስራ ሓሙሽተን ነጥቢ ሰላሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዓሰርተ ትሽዓተ ሽሕን ኣርባዕተ ሚእትን ሰማንያን እዩ ክሸጦ ውዒሉ ዘሎ ብሄራዊ ባንኪ ማለት እዩ። ቀጺልና ንሪኦ ብጣዕሚ ተሃራፊ ዝኾነ ወርቂ ብ ኣፍሪካውያን ደረጃ ብቻ ዘይኾነስ ብናይ ውጪ ሃገራት በዓል ብጣዕሚ ተፈታዊ ዓይነት ወርቂ ዕስራን ሓደን ካራት እዩ። ዕስራን ሓደን ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ። ብናይ ኣሜሪካ ዶላር ብ ሚእትን ሰላሳን ሓደን ነጥቢ ሓምሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዕስራ ሽሕን ኣርባዕተ ሚእትን ሱሳን ክሽየጥ ውዒለ ኣሎ ማለት እዩ ዕስራን ሓደን ካራት እዚ እውን ብጣዕሚ ዝተመጣጠነ ዕዳጋ እዩ ነይሩ እንድሕር ዳኣ ተታውስቲ ኮይንኩም እስካብ ዕስራን ሽዱሽተን ሽሕ በፂሑ ነይሩ እዩ ዕስራን ሓደን ካራት ማለት እዩና ሕዚ ናይ ምግዛእ ዕድል ብጣዕሚ እዩ ዘዋፅእ ናይ ምሻጥ ግን ብጣዕሚ ኣትራፊ ኣይኮነን ኪሳራ እዩ እና ከምዚኣ ትመስል ማለት እዩ ቀፂልና ንሪኦ ዕስራን ክልተን ካራት እዩ ዕስራን ክልተን ካራት ምንም እኳ ናይ ዝተፈላለየ ዓይነት ዲዛይን ንጌፃጌፂ ኣይንጠቐመሉ ግን ድማ ንመቐመጢ ገንዘብ ተባሂሉ እዩ ሰብ መብዛሕትኡ ዝገዝኦ ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ንሓንቲ ግራም ወርቂ ማለት እዩ ብናይ ኣሜሪካ ዶላር ብሚእትን ሰላሳን ሸውዓተን ነጥቢ ሰማንያ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዕስራን ሓደን ሽሕን ሸውዓተ ሚእትን ሰማንያ ቅርሽን እዩ ክሽየጥ ውዒሉ ዘሎ። ቀጺልና ንሪኦ በዓል ዕስራን ሰለስተን ካራት እዩ ክኸውን። እዚ ግን ተመሳሳሊ ንዝተፈላለዩ ዓይነት ጌፃጌፅ ኣይንጥቀሙ እንታይ ደኣ ንኢንቨስትመንት እዮም ዝጥቀሙ በዓል ሓደ ሃብታማት ዕስራን ሰለስተን ካራት ብናይ ኢትዮጵያ ብሔራዊ ባንኪ ዝወፀ ዋጋ ንሓንቲ ግራም ወርቂ ብናይ ኣሜሪካ ዶላር ብሚእቲ ነርባዓን ኣርባዕተን ነጥቢ ዓሰርተ ሳንቲም ዶላር ክሸጥዎ ከለው ብናይ ኢትዮጵያ ገንዘብ ከዓኒ ብዕስራን ክልተን ሽሕን ኣርባዕተ ሚእትን ዕስራን እዩ ክሽየጥ ውዒሉ ዘሎ ሚያዝያ ሓደ ኣብ መጨረሻ ንሪኦ በዓል ዕስራን ኣርባዕተን ካራት ወይ ከዓ በዓል ሓደ ውቅዒት ይበሃል። ዕስራን ኣርባዕተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ማለት እዩ ብናይ ኣሜሪካ ዶላር ብናይ ኣሜሪካ ዶላር ንሓንቲ ግራም ወርቂ ብሚእትን ሓምሳን ነጥቢ ሰላሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዕስራን ሰለስተን ሽሕን ሽዱሽተ ሚእትን እዩ ክሽየጥ ውዒሉ ዘሎ ማለት እዩ። ክብራት ኣሕዋተይ ቀፂልና ንሪኦ። እንግዲህ ያው ብናይ ኢትዮጵያ ገንዘብ ከዓኒ ብዕስራን ሰለስተን ሽሕን ሽዱሽተ ሚእትን እዩ ክሽየጥ ውዒሉ ዘሎ። ናይ ሎማዓንቲ ዋጋ ወርቂ ብጣዕሚ ዝተመጣጠነ ዕዳጋ እዩ እኒሆ። ስለዚ ከምዚኣ ትመስል ነይራ። ንስኻትኩም ከ እንታይ ርእይቶ እኒሄኩም ነዚ ኣሎ እሞ ኣብ ኮሜንት ጸሓፉለይ። እስካዕ ብድፍጻመ ምስ ተኸታተልኩምኒ ካብ ልቢ እናመስገንኩ እየ።